ቀዳም ኣኸለት እታ ክንቁሪ ዝተፈርሐት መዓልቲ ብርሃነ ከወዲኡ ክፈላለ ነቢዐን እየን ኣፋንየንኦ። ኣቦኡ ግን እንዳቐለዱ ሳንጥኡ ከልዕል ከሎ ኣቐምጦ። ኣዲስ ኣበባን ዕግርግርን ኣይፈላለዩን። ገና ኣብ ኣየር ከለኻ ዕግርግር ክብሉ እዮም እንዳበሉ ይስሕቑ ነይሮም። ሮዛ ምስ ስምኦን በታ ዝተባህልዋ ሰዓት መጺኦም ምስ ሓው ብርሃነ ሰለሙን ተፋሊጦም ኣብ ሆቴል እዮም ምሳሕ በሊዖም። ብርሃነ ሕንቕንቕ እንዳበለ እዩ በሊዑ። ሮዛ ብዝረኣያ ቁጽሪ ሮዛ ኣይጠዓመትን። ዝኸዱላ መኪና ብሓው ብርሃነ እያ ነይራ። ብፍላይ ናብቲ ኣየር መዕረፊ መግለሲት ምስ በጽሑ። ሮዛን ብርሃንን ተጠማመቱ ተዘምሰዩላ። ሳንጥኡ ኣፈትሹ ተጓዓዝቲ እተዉ ዝብል ድምጺ ተሰምዐ። እታ መራር ደቒቓ ብተጓዓዝትን ብመፋነውትን ኣብ ዝመልኡላ መሬት ሰምበል ዓሚቕ ፍቕሪ ሮዛ ንናፍቖታ ደፊኡ ንሕፍረታ ሰይሩ ተጠምጢማ ነበዐት። ስምኦንን ሰለሙንን ሓንቲ ዓይነት ስምዒት ተሰምዖም፣ ሓዘን። ካብ ክሳዱ ክትለቆ ኣይደለየትን ንሱ ውን ኣይደለየን። ሰለሙን ስሒቡ ካብ ብርሃነ ፈላለያ። ብርሃነ ኣስናኑ ነኺሱ ዓሚቑ ተጠንቂቑ ዝዓቖሮ ንብዓት ከም ውሕጅ ምውራድ ጀመረ። እንዳ ነብዐ ናብ ፍተሻ ኣተወ። ሮዛ ሰለሙንን ስምኦንን ክትቅብልዎ ኣይከኣሉን። ናብ ኣስመራ ጠመተት። ብጸልማት ተኸቢባ ረኣየታ። ኣብ ወንበር ተደፊኣ ነብዐት። ብርሃነ ምስቶም መኻይድቱ ብሰልፊ ናብታ ነፋሪት ክድይብ ከሎ ኣብ በሪ ምስ በጽሐ፣ ሰለሙንን ስምኦንን ኣእዳዎም ኣወጣወጡሉ። ሮዛ ሰላም ክትብሎ ፈቲና ተመሊሳ ደነነት። ንፋስ ሰምበል መጽዩ ጸጉራ በተኖ። ዝተበተነ ጸጉራ ጠሚት ኣተወ። መፈለምታ ዝነደፎ ጸጉራ ኣብ መወዳእታ እውን ኣብታ መእተዊት ሰከንዶ፣ እንዳ ተበተነ ኣፋነዎ ምስ ሮዛ ክፍለ ቀያሕ ሮዛስ መሬቲ ንፋስ ቀይሕ ባሕሪ ዘደገሳ ሰሜናዊ ኮኾብ ዘድመቓ ጎቦ ሰሜን ዘማዕረጋ እታ ዝሓዘቶ ነፋሪት መሬት ለቒቓ ናብ ሰማይ ተወንጨፈት ደሓን ኩን ኣስመራ ምስ ሮዛ በላ ሮዛ ምስታ ናብ ሰማይ ዝተወንጨፈት ኣውሮፕላን ልባ ተወንጨፈ ጠመተታ። እታ ኣውሮፕላን እንዳ ነኣሰት እንዳ ነኣሰት ከደት። መወዳእታ ክንዲ ጸላም ዑፍ ስጋዕ ትመስል ረኣየታ። ዑፍ እው ትልም። ኣብ ክንድኣ ምስሊ ብርሃን እንዳ ገዘፈ እንዳ ገዘፈ ኣብቲ ደበረ ተርኣያ። ናብ ካምፓስ በይነይ ኮነን ሳንጣ ሒዙ ዝኣቱ ዘሎ። ካብ ቦሌ የምዕፎ ነፈርቲ የማንን ጸጋምን ከካብ ዘለውዎ መጺኦም ቅደም ቀዳድም ቶማስ ካብ መንገዲ ክቕበለኒ እዩ ዝብል ግምት ነይርዎ ግን ቶማስ የለን ቶማስ ኣብ ዶርሚተሪ ንሓሙሽተ ደቒቕ ኮፍ ኣይበለን ቅልብልብ ዝምስም እዮም ኣውጺኦምሉ ብርሃነ ርጉእ በይኑ ክኸይድን እኩብ ሰብ ብዙሕ ኣይፈቱን እዩ። ቶማስ ናይ ብርሃነ ግልባጥ ባህሪ ኣለዎ ብፍላይ ኣብ መንጎ እኩባት ኣዋልድ ቶማስ ይሰኣን ማለት ዘበት እዩ ካብ መልክዕ ስጋዕ ክንዲ ዘይኮነን ቀጢን እዩ ንጥሕሎ መውግኢ ዝተዳለወ ሽንጣር እዩ ዝመስል ነብሱ ብጣዕሚ ይከናኸን ናይ ሸሚዙ ካሌታ ምሸት ምሸት እዩ ዝሓጽበን ካብ ኢዱ ቤናጅር ኣብ ክሳዱ ሰንሰል ኣብ ኣጻብዕቱ ቀለበት ኣይፍለዮን። እዚኣ ናይ ቤቲ፣ እዚኣ ናይ ሰኑ፣ እዚኣ ናይ ኣቡሽ እንዳበለ ስም ስም ኣለወን። ቶማስ ሓደ ውብቶ ኣለዎ። ጓል ኣንስተይቲ ኣይትልገመሉን። ምስ ዝደለያ ይወጽእ። ንኽልተ መሓዙት ከይተረፈ እንዳፈለጠ በብታራ። እንታይ ይብሃል እዚ? ዕድል፣ ውህብቶ፣ ኣጋጣሚ መን ፈሊጥዎ ልቢ ደቂ ኣንስትዮ መስለቢ ቁልፊ ኣብ ኢዱ እዩ ደስ ዝበለቶ ጓል ሪኡ በይን ናበይ ከመይ ክረክባ ዝብል ጭንቂ የብሉን ዝኮነት ትኩን ብቀጥታ ይሓታ ሕራይ እምቢ እንተኢላቶ ግልብጥ ኢሉ ኣይሪኣን ኣይዝክራን ብፍቅሪ ዝጭነቅ ሪኡ ብጣዕሚ የግርመሉ ፖለቲካ ክዛረብ ክትለዓል ኣይፈትዋን ምስ ብርሃነ ኮይኑ ዝሪኦ ኣረሜናዊ መግረፍቲ ናይ ማሕበር ሸውዓተ እያ እትረኣዮ። ማሕበር ሸውዓተ ዝበሃል ናይ ጀብሃ ናይ ከተማ ስርዒት ኣወዳድባ እዩ። ኣብ ሓንቲ ዋህዮ ዝህልዉ በዝሒ ሰባት ሸውዓተ ጥራሕ እዮም። ዝኾነ ኣባል ናይ ዋህዮ ካብ ሽዱሽተ ሰባት ንላዕሊ ኣይፈልጥን። ሻብዓይ ንባዕሉ እቲ ኣወዳድባ ኻብኡ ንላዕሊ ማንም ኣባል ክፈልጥ ኣይፈቕደሉን ኣይፈልጥን እውን። ናይ ከተማ ሰራሕቲ ቃልሲ ሰራሕቲ ብኦኦም ነይሩ ዝካየድ። ኣብ ሓመሳታት መብዛሕትኡ ኤርትራዊ መንእሰይ ኣብ ከተማ ዘሎ ኣባል ማሕበር ሸውዓተ ዘይኮነ ኢትዮጵያዊ ዘርኢ ዘለዎን ብጣዕሚ ውሑዳት መናእሰይ ኤርትራውያንን ጥራሕ እዮም። ብርሃነ ኣብ ኣስመራ ተወሊዱ ስለ ዝዓበየ ኩሎም ኣዕሩኽቱ ኤርትራውያን እዮም። ስለ ዝኾነ። ናይ ማሕበር ሸውዓተ ኣባል ተባሂሉ ተኣሲሩ ኣብ ዘይወዓሎ ስራሕ ፎትዩ ክሳብ ዝጸልእ ተገሪፉ እዩ። ኣብ መርቢብ ማይ ተኣሊኹን ብዙሕ ስቓይ ረኺቡን እዩ። እዚ መግረፍቲ'ዚ ንብርሃነ ኣሕሪርዎን ንቶማስ ብጣዕሚ ኣሰንቢድዎ። ምስ ብርሃነ ግን ነንበይኑ ዓይነት ባህሪ ይህልዎም። ካብ ካልኣይ ብርኪ ጀሚሮም ብሓንሳብ ኣለዉ ዋላ ሕዚ እውን። ኣብ ሓደ ዩኒቨርሲቲ ሳልሳይ መደቕስቶም ፈይሰል እዩ። ፈይሰል ኩሉ ነገር ኣኪቡ ቁመቱ እዩ ዓዲልዎ። በቲ ነዊሕ ቁመቱ ዘንገር ዘንገር ክብል ንፋስ ዘንቀሳቕሶ ሸምበቆ እዩ ዝመስል። ሓሸኹ ደርጋዕ ኢሉ ኣይፈልጥን። ኣብ ደገን ውሽጥን ጫት ኣይፈልን። ጫት ምቕሓም ተጀሚሩ ብዛዕባ ካሊእ ግዲ የብሉን ምስ መርቀነ ሃረር ከተማ ኣንጎልኣ ከይተረፈ እዩ ዝዝርዝራ ሃገር ከምዚ ኮነት እከለ ከምዚ በለ ንዓብይ ተጀመረ ንፈይሰል ኣይንታዩን ምዕጉርቱ ሓዊጡ ገፁ ብብርሃፅ ተሸፊኑ ብርሃንን ቶማስን ዝብልዎ ከይተገደሰ ናብ መፅሓፍ ምንባብ እንተዘየሊዎ ሽጋራ ኣብ ርእሲ ርእሲ እንዳትከኸ ክትሪኦ ዝሃብካዮ በሊዑ ዝሓድር ለማዳ እንስሳ እዩ ዝመስል። ጫት ኣምላኹ ንፋይሰል ብጣዕሚ ዘሕርቆ ሰብ ራብዓይ መዳቅስቲ ኣስናቀ በለው ጥራሕ እዩ ወዲ ጎጃም ኣስናቀን ቶማስን ሓደ እዮም መጨበጥ የብሎምን ቅንያት ናዕቢ እንተኮይኑ ብዛዕባ ቃልሲ ዘካይዳ ሃገራት እንዳተንተነ እቲ ዘሎ ናዕቢ ምስኡ እንዳመሳሰለ ባዕሉ ናይ መራሒነት ማእከል ጌሩ ይትንትን ካብ ደርሙ ናብ ደርሙ እናዞረ ወረ ይብትን ናብ ፈይሰል ከይዱ በቃ ጫት እንተዘይ ሓሪሩ ንናዕቢ ኣይትስእን ዲግሪ ክትቅበል ዝኣተወት ጤሊ ይብሎ። ስፖርት ዋዕዋዕ እንተይሉ ኣብታ ሰሙን ብፍላይ ብጉያ እንተኾይኑ ንጉሆ ተሲኡ ይጎዪ ይጎዪ። ተምሃሮ ስጋዕ ናብ ቁርሲ ዝኣትዉ። ስፖርት ክሰርሕ ጸኒሑ ንፈይሰል ደልዩ ክልተ ዙር እንተትዘውር ክወራረደካ እየ ከብድኻ ኦፕሬሽን እንተዝግበር ኣብ ጨጎራኻ ዝርከብ ቆጽሊ ክልተ ብዕራይ ተሓሪዶም ክንዲ ናትካ ኣይወጽእን ይብሎ ብዛዕባ ደቂ ኣንስትዮ እንተ ተላዒሉ ንኣስነቀ በሎ መን እሞ ዘይሓተተቶ ክንደይ እሞ ዘየውጽእ ብኣስናቀ ኣዘራርባ እንተ ደልዩ ማንም ጓል ኣንስተይቲ ኣይተምልጦን ዘረባ እንተ ጀሚሩ እታ ቦሌ ዘላ ገዲፈያ በቲ ኣራት ኪሎ ገጻ ሓቲታትኒ ብስድስት ኪሎ ወረቐት ጽሒፋትለይ ኮልፌ ዘላ ክትዓቢ ዲላ ስድራ ኣይልሙንኒ ኣለው ይብል ዘረባ ጋእ መጋእ የላን ኣምሓርኝኡ ክሒሉ ከሺኑ ንባዕሉ ተባሂሉ ዝተፈጠረ ቋንቋ እዩ ዝመስል ናብ ፌሰል ዘወር ኢሉ እንተትመውት ጉሊት ዘላ ሸቀጢት ስዋ ሕራይ ኣይትብለካን እዩ ዝብል። ኣብታ ክፍሊ ነንበይኖም ባሕሪ ዘለዎም እዮም ተኣኪቦም። ብርሃነ ናይ ምእላይ ጽቡቕ ክእለት ኣለዎ። ቀጢን ፋጻ ሰመዐ። ኣደንገጾ። እቲ ዓይነት ፋጻ ኣይነበረን ዘደንገጾ። ኣብ ኣስመራ ረሲዕዎ ዝነበረ ህይወት ገና ኣፍደገ ክፍሉ ቅድሚ ምእታዉ ምስምዑ እምበር ኣፍደገ ጠጠው ኢሉ ፈዘዘ።